ዝበዝሐ ሰብ ምስ ዓበይቲ ሕልምታት እዩ ናብ ጻዕዲ ድመጽእ። ኣብ ገለ እዋን ግን በየን ከም ድጅምር እዩ ዝጠፍኦ። ምክንያቱ ዓዲ፣ ቋንቋ፣ ባህሊ፣ ትጽቢትን ክውንነትን ሰማይን ምድርን ይኾኖ። ስለዚ እየ ከዓ ሓበሻ ፕሮ ምስ ዓደሙኒ ብተሓጓስ ዝተቐበልኮ። ናይ ሎማዓንቲ ፕራይም ትራቨል ናብ ሓበሻ ፕሮ ኢና ክንነብ። ሓበሻ ፕሮ ግን እንታይ ድገብሩ? እዝን ካልእን ንምምላስ

Thank you so much. Thank you for coming. Thank you. ስለ ዓድምኩም ብጣዕሚ እየ ተሓጒሰ ዘለኹ ናብ ትካልኩም ብምብፅሐይ። Thank you. Thank you. ሕጉሳት ኢና ንሕና ከዓ። Thank you for coming. ሓበሻ ፕሮ
እንታይ ከም ትገብሩ ሓበሻ ፕሮ እዚኣ ሄድኳርተር ናይ ሓበሻ ፕሮ ኣብ ኖርዝ ኣሜሪካ ማለት ኣብ ካናዳን ኣሜሪካን ዘለና ሓበሻ ከም ትካል ኢና ዝጀመርናዮ ከም ናይ ኔትወርክ መርበብ ናይ ክኢላታት ሰራሕተኛታት ንራኽበሉ ኤንቫይሮንመንት እዩ። ቮለንቲር ዝገብር ኣነ ብዚ ብዙሓት ሰባት ኣለዉ ዝሰርሑ ኣነ ከዓ ኣብዚ ቮለንቲር ይገብር ኣነ ፋይናንስ እየ ዝሰርሕ ኣብ ናተይ ኦፊስ ኣለኒ ናይ ኣብ ኢንሹራንስን ኢንቨስትመንትን እየ ዝነጥፍ ኣብዚ ከዓ ኣብቲ ኔትወርክ ምፍጣር ነዚ ናይ ኣብ ሓበሻ ማሕበረሰብ ኔትወርክ ኣብ ምፍጣር ኣብ ሙሉእ ኣሜሪካን ካናዳን ዘለና ኣብ ከምኡ ብዙሓት ቲም ስለ ዘለውና መሳርሕተይ ስለ ዘለዎ ምስኦም ኮይና ኩላትና ቮለንቲር ንገብር ኣብ ሓበሻ ፕሮ ኣብ ሓበሻ ፕሮ ቮለንቲር ንገብር ኩላትና ሓበሻ ፕሮ ትካል እዩ የ። ኣብዚኣን ፅኒሕና ክንገልፆ ኢና ንሰን ከም ትካል እዩ ንሕና ከዓ እቶም ፋይናንሻል ክኢላታት ዝኾና ከዓ በብዓዱ ዘለና ናብቲ ኔትወርክ ምሕባር ምትሕብባርካ ሓገዝ ንገብር ማለት እዩ እዚኣ ናይ ሰራሕተኛን ኣስራሒን መራኸቢ ትካል ኣሎ ኣድቫይዘራት ኣሎ ዝተፈላለዩ ኣድቫይዘራት ኣሎ ብዙሓት ሕጂ ንስኦም ዝሰርሑ ዘለዉ እዚኣ ናይ ፕሌስመንት ኤጀንሲ ማለት እዩ።
ጸኒሕና ክንምለሶ ኢና እዚ ምክንያቱ ኣብ ካናዳ ስራሕ የለን እዩ ዝበሃል የስ ይበሃል እዩ።
ስለዚ ፅቡቅ ጌርካ ክትገልፀሊ ኢካ እዚኣ ኣገዳሲት ኮይና እያ መስለኒ ረኪበ ኣይ ነው ኣይ ነው ሓቂ ኸይኺ ብክልቲ መገዲ ከይድ እንድዩ ኣሎን የለን ብክልቲኡ ከይድ እንድዩ ሓደ ናትና ብርእስና ክንዳሎ ዝግባእ ኣሎ ካልእ ከዓ ነቲ ናይ ስራሕ ዕድል ምርካብ ከዓ ኣሎ ነቲ ብርእስኻ ተዳልኻ ነቲ ስራሕ ዕድል ምርካብ ዝሰኣነ ሰብ እዚኣ ሕጂ ብጣዕሚ ትሕግዘና ብዙሕ ተስፋ ንገብር ኢና ኣብዚ ናይ ኣብ ብነፃ ኣገልግሎት ዝወሃበሉ ብዙሕ ትካላት ኣሎ ሲሲኣይኤስ ሴንተር ፎር ኒው ካመር በዓል ኣይኦኤስ ዝበሃል ኣለካ ኣብ ኢሚግራንት ሰርቪስ ካልጋሪ ኣሎ ሲዋ ዝበሃል ኣሎ እዚኦም ኩሎም ትካላት ብነፃ ኣገልግሎት ትረክበለን ትካል እዩ ኬድካ መንግስቲ ዘፍቀሩ ፈንድ ገብሮም እዩ ትካል ከፍተሎም ሰራሕተኛ ትቆፅር ኮፍ ኣቢሉ ኣገልግሎት ይህብ እዩ ኣብኡ ከድካ ኣገልግሎት ትወስድ ኢኻ ኣብኡ ከድካ ኣገልግሎት ክትረክብ ዘይትኽእለሉ ኮንዲሽን ክመፅእ ከሎ ሻሎ ብቀረባ ክትገብሮ ሓግዙኒ እናበልካ ከዓ ሰብ ክሕግዘካ ዘይክእል ነገር ክኸውን ከሎ ኣብ ሰባት ኮፍ ኣቢልና ከምዚ ናይ መኪና ኢንሹራንስ ትመልእ ትደሊ ባዕልካ ጌርካ ትመልኦ ዝግባእ ነገር ግን ዕድል ትስእን ሞኒ ምዝራብ ገለ ትስእን ከምኡ ክሕግዙኻ ዝኽእሉ ሰባት ኣለዉ እዚኣ
ብቋንቋ ገይሮም ብትግርኛን ብኣምሓርኛ ገይሮም ኮፍ ኣቢሎም ኣብዚ ይሕግዞም እዚ ናይ ነፃ ሰርቪስ ኣይኮነን ናይ ክፍሊት ዘለዎ ትካል እዩ ከከ መንግስቲ ይኮነ ፈንድ ዝገብሩ ገዛ ክራይ ድዩ ወፃኢታቱን ኩሉ ነገር ባዕሎም ፈንድ ዝገብሩ ናይ ሓበሻ ፕሮፌሽናልስ ስለዚ ኣብዚ ሰብ ቆፂሮም እንድሕር ሓገዝ ዘድልዮ ሰብ እንድሕር መፅኦም ኮፍ ኣቢሎም ሓገዝ ይገብሩ ግን ፅቡቅ ኣገልግሎት ቋንቋኦም ከይተሸገሩ ክወስዱ እዛ ዕብየት
እዚኣ ናይ ናይ ሶሻል ሚድያ ክንሰርሕ ከለና ሓደ ሓደ ግዜ ንጥቀመላ ቦታ እያ። ተኽልሽ እዩ ዋና ናይዚ ትካል ብመሰረቱ ዮናስን ተኽልሽን ይበሃሉ እቶም ክልተ ቀንዲ ትካል እቶም ወነንቲ ማለት እዩ። ዮ። ናትና እቲ ሰፖርት ንገብሮም እንታይ እዩ ንሶም ቴክኖሎጂ ኣለዎም ክእለት ኣለዎም ብቕዓት ኣለዎም ብጣዕሚ ዓብዪ ዝኾነ ብቕዓት ኣለዎም ምስ ተኽልሽ ባይ ዘ ወይ 26 ዓመትና ንፋለጥ የዕሩኽት ኢና ካብ መጀመርያ ሂዝ ማይ ቤስት ፍሬንድ 26 ዓመት 26 years እዋ በዚ ሕጂ ሎም ምስ- ከምኡ የለ ብጣዕሚ ከቢድ እዩ ኣብዛ ከቢድ እዩ። ህይወት ኣይኖ ኣይኖ ብጣዕሚ ምስ መፀ ግን ኣብ ካናዳ ምስ መፀ ካብ ቅድሚ ንካናዳ ምምፅኡ ዋላ ኣብ ዩጋንዳ ኮይኑ ብዛዕባ ካናዳ ጥራይ ዘፅንዕ ነይሩ ሓበሬታ ነይሩ ሸር ንገብርና ሓበሬታ ኣብዚ ምስ መፀ ብቐጥታ ነዚ ትካል ከፊቱ ኦልሬዲ ሰለስተ ዓመት ገይሩ ኣሎ ካብ ዝመፅእ ኣብ 2023 መወዳእታ ጀሚርና ክልተ ሽሕን ዕስራን ኣርባዕተን ነቲ ኣይቲ ዝሰርሐና ብምሉእ ንሱ እዩ እቲ ምስቲ ክላውድ ድዩ ምስቲ ምስቲ ዘድሊ ሴኪሪቲ ድዩ ኩሉ ነገራት ተኣማሚንካ ክንዲ ዝኾን ናትና ዌብሳይት ምናልባት ሪኢኹዮ እንድሕር ኮንኪ ብጣዕሚ ዓብዩ እዩ። ብጣዕሚ ዓብዩ ልዕሊ ዓሰርተ ሽሕ ኪላታት ኣብ ካናዳን ኣሜሪካን ዝነብሩ ኣብ ዘዋስ እዩ የስ ናብኡ ዘእቱ ዘሎ ትካል እዩ ኦልሬዲ ሽሕን ሽዱሽተን እዩ በፂሕና ኣለና እቲ ሊስት ኣለና ኩሉ ዝኣቱ ዘሎ ነቲ ዝዓበየ ኔትወርክ ናይ ኣብ ኖርዝ ኣሜሪካ ናይ ሓበሻ ኔትወርክ ኢልና ዘዳለናዮ እንድስ ይኸይድ ኣሎ ንምንታይ ኣነን ተኽልሽ ናይ ኮነ እዚ ንገብሮ ዘለና ንሕና እቲ ፋይናንሻል ፋይናንስ ዝነጥፉ ክኢላታት ናትና ኣሎና በማየት ዝቁፀሩ ኣብ ሙሉእ ኣሜሪካን ካናዳን ኣሎና ንሶም ቮለንቲር ንገብር ንሕና ናትና ሸነኽ ሕጂ ኣብ ቮለንቲር ምግባር እዩ ሰባት ክኣቱ ኣብቲ ዌብሳይት ኣትዮም ንሓድሕድና እቲ ሓደ ዓብዪ ኮሚኒቲ ብዘይ ኮሚኒቲ መራሕ ንሓድሕድካ ዝጠቕሙኻ ዕዳጋ ትራኸበሉ ፕላትፎርም ፈጢሩልና ኣሎ። እዚ ኩሉ መሃንድስ ዝገብረልና እዚ ኩሉ ድሕሪ መጋረጃ ዘሎ ኣርክቴክት ተኽልሽ እዩ እቲ ኩሉ ዝሰርሐልና ካብ ሴኩሪቲ ጀሚርካ ካብ ዌብሳይቱ ካብ ዲዛይኒንግ ካብ ቴክኖሎጂ ብምሉእ ነገር ዝገብረና ተኽልሽ እዩ ንሱ ብመሰረት ክእለቱ ከምኡ እዩ ስርሑ ከምኡ እዩ ሓበሻ ፕሮ ከም ትካል እታ ሓንቲ ዝዓበየት ኣገልግሎት ኣይቲ እዩ ኢንፎርሜሽን ቴክኖሎጂ ብጣዕሚ ዓብዪ ፅልዋ ኣለዎ ማለት እዩ እዚ እዛ ከምኣ ንገብረላ ሓደ ሓደ ግዜ ከዓ እዚኣ ግሪን ላቲና ከዓኒ ክመፅእ ከለታ ክሽም እዚኣ ባግ ደፈና ንብሎ ሶሻል ሚዲያና ካብ እዚኣ ንሰርሕ ማለት እዩ የስ እዚኣ ናይ ከምኣ ንገብረላ ትካል እዚኣ ናይ ኣካውንቲንግ ዝሰርሐሉ ቦታ እዩ ኣካውንቲንግ ጄም ፔሪ ይበሃል ብጣዕሚ ብጣዕሚ ክኢላ እዩ ልዕሊ ዕስራ ዓመት ኤክስፔሪንስ ዘለዎ ክኢላ እዩ Hi. ዲስ ኢዝ ሳሮን Yes. Good, good. So, ሓንቲ ሲስተም ኣላ ብጣዕሚ ኣነ ልዕሊ ዓሰርተ ዓመት ኣብ ፋይናንስ ዝሰርሕ ኣብ ዝጅምር ጀሚሩ ብዙሕ ግዜ ንሰባት ዝሓቶ ብዙሓት ኣካውንታንት ንረኽብ ኢና እዚ በብዓዱ ክንከይድ ከለና ንሓቶ ሕቶ ኣሎ ኣካውንታንትስ ኣለዎ ሪል ስቴት ኤጀንት ኣሎ፣ ሞርጌጅ ብሮከር ኣሎ፣ ዝተፈላለየ ክእለት ዘለዎም ሰባት ኣሎ። እዞም ክእለት ዘለዎም ሰባት ብሓባር ኮይና ኢና ሴሚናር ንገብር። መበል 16 ዓድታት ሴሚናር ጌርና ኣለና፣ ሕጂ ንቕፅል ኣለና። ከም ዕላማ ልዕሊ 200 ሃገር ከተማታት ሴሚናር ክንገብር የስ ኤቭሪ ይር ግድና ናይ ኮንኩን በቦቱ ሓበሻ ፕሮሲ በቦቱ ይገብር ኣሎ ኦሬዲ ኣብ ዝኸድኩሉ ከይደ ግን ሓንቲ ዝሓታ ሕቶ ኣላ ብጣዕሚ ትኸብደን ነገር ኣካውንታንት ትሰርሕ ትሰርሕ እሞ ብዙሕ ክላይንት ኣለውኻ ሽዑ ጽባሕ ንግሆ ነዚ ኩሉ ክላይንት ሒዝካ ወይ እንድሕር ሓሚምካ ወይ እንድሕር ዘየለኻ ንስኻስ መን ክት- መ- መን ክቅጽሎ እቲ ቢዝነስ ኣብረት እዚኣ ብጣዕሚ ኩሉ ሻዕ ዘላትኒ ሕቶ እያ and ኩሉ ሻዕ ይሓትት ሞኒ ግን መልሲ ኣይረኸብኩላን ምስ ጄፒ ክንራኸብ ከለና ምስ ተኽልሽ ክራኸቡ ከለዉ ኢንቫይት ምስ ገበሩ ነቲ ናቶም ዕላል ብጣዕሚ እየ ተደኒቐ ሲስተም ክሬት ዝገበረ ቲም ኣሎ ግሩፕ ኣሎ ብጣዕሚ ዓብዪ ግሩፕ ዮ። ሲስተም ክሬት ገይሮም ነፍሲ ወከፍ ፋይል ክግበር ከሎ ታክስ ክትሓዝ ከሎ መዓልታዊ ኣብ ኢድካ ኮንትሮል ትገብረሉ ሜካኒዝም ሰሪሖም ነቲ ሰብ ትካል በዓል ድኳን ድሕር ኮይንክ ንኣብነት ንስኺ ወይ ከዓ እንዳ ቤት መግቢ እንድሕር ኣለክ ኮይኑ ዝኾነ ዓይነት ትካል እንድሕር ኣለኪ ከም በዓል ዮናስ ድራይቪንግ ስኩል ፎር ኤግዛምፕል ዮናስ ድራይቪንግ ስኩል ሕጂ ከይዱ ሲስተም ገይሩሉ እታ ሲስተም እንታ እቲ ዘለካ ምንቅስቃስ ኣተወኻን ወፃኢኻን መዓልታዊ ትነግረካ ኮኔክት ገይሩ ነቲ ናቱ ዌብሳይት ነቲ ናቱ ኣካውንቲንግ ምስቲ ናቶም መክፈሊ ኮኔክት ገብሮ ሽዑ ክትከፍል ክትከፍል ከለካ ኣብዴት ገብረልካ ራይት ኣወይ ኣብቲ ናትካ ፋይል ሽዑ ታክሲ ተስርሕ ከለካ እሞ ናይ ፍላይት ዝገበርካሉ ንብረት ዝዓደካሉ ገለገለ ዝብል ኮለል ዝብል የለን ሕጂ ኦሬዲ ኣብ ፋይል ኮፍ ኢሉሉ ክቐፅል ከሎ ገና እቲ ኣካውንቲንግ ብዙሕ ግዜ ኣብ ታክስ ክትመጽእ ከለኻ ኣብ ዓመት መወዳእታ ኢኻ ምሽ ወጻኢታትካ ጸብጽብ ትበሃል። ክንደይ ኣእቲኻ ትምዕብል ድኻ ዘለኻ ዋላስ ትጎድል ድኻ ኣይትፈልጥን ኢኻ። እንታይ ገይሩ ጄፒ እንታይ ሰሪሑ መዓልታዊ ወፃኢታትካ ዶ በዝሕ ኣሎ ዋላ ኣታዊታትካ በዝሕ ኣሎ ሞኒተር ትገብረሉ ሜካኒዝም ሰሪሕሉ ብጣዕሚ ሕጂ ብጣዕሚ ንጎ ንጎስ ጎዲሉ ድዩ ጎደለን ትፈልጥ ልብኻ ምስ ከምዚኣ ምርኣይ ብጣዕሚ ብጣዕሚ ንምንታይ ዘይትቆፃፀሩ ነገር ኩልሻ ትኸስረሉ ኢኻ ስለዚ እንድሕር ክትዓቢ እንድሕር ኮንካ ሞኒተር እናግበርካ ከም ትኸይድ ገይሩ ምስኡ ናይ ልቓሕ ሰባት ከመይ ገይሮም ብሓፂሩ ልቓሕ ክረኽብሉ ዝኽእሉ መገዲ ሕጂ ኣመቻች ኣሎ ሕጂ ነዚኣ ምስ በልና ብሓባር ኮይና ከም ምስ ሓበሻ ፕሮ ኮይንኩም ምስ ታልሽ እንድሕር ሰሪሕኩም ብሓንሳብ ከዋፃኩም ይኽእል እዩ ንምንታይ ህዝቢ ኣለና ኣገልግሎት ዝደሊ ብዙሓት ሰብ ትካል ኣለዎና ድሮ ከማኒ ኣብ ዝሓለፈ ሰሙን ኣብ ተርሚናል ጀሚሮም ናይ ባዕሎም መኽፈሊ ማሽን ገይሮምሎም ምስ ኣካውንቲንግ ኣተሓሒዞም ኣሎ ብጣዕሚ ሰክሰስፉል ኮይኖም ኣሎ ነዚ ሲስተም ሕጂ ንመን ኢና ንደልዮ ዘለና እቶም ኣካውንቲንግ ኮይኖም ዝሰርሑ ዘለዉ ኣካውንታንት ኦፊስ ዘለዉ ሲፒኤ ዝኾኑ ናቶም ዓብዪ ፈርም ዘለዎም ነዚኦም ኢንትሮዲስ ገብሮም ንደሊ ከላለዮም ከምቲ ሲስተም ናቱ ዝሰርሐ ከመይ ገይሩ ከም ዝገበረ የርእዮም ምስቲ ናቶም ፓርትነር ናኾኑ ክሰርሕሉ ዝኽእሉ ዝዓበየ ግራውንድ ፈጢርሎም ኣሎ ባዕል ኣለኹ

እቶም ቮለንቲር ገይሮም ዝመፁ ምስ በዓል ጄፒ ምስ በዓል ተኽልሽ ተፀጊዖም ኮፍ ኢሎም እኹል ዝኾነ ኤክስፔሪንስ ገብሩ ደልዩ ዝደሊ ማለት እዩ ሽዑ ክመፁ ከለዎ ሰባት ሓንቲ ኣብዚኣ ክረኽቦም ከለኹ ቮለንቲር ዝገብር ሰብ ሓደ ሰብ ዋላ ክረኽቦም ከለኹ ዝሓቶም ሕቶ ኣላ ቮለንቲር ክትገብር ከለኻ መፂኻ ኣቲኻ መዓልትኻ ውዕልካ ክትከይድ ድዩ ዋላ ዘሎ ፍልጠት በዝቢዝካ ጌርካ ክትጥቀመሉ ምእንታን ስለዚ ከምዚ በዓል እዚኦም ዓይነት ሰባት ትረክብ ከለኻ ኮፍ ኢልካ ፍልጠቶም ወሲድካ ተማሂርካ ናይ ባዕልኻ ትካል ጌርካ ትሰርሐሉ ትኽእል ብዙሕ

ሓፀርቲ ትሬኒንግ ክህሉ ከሎ ከምዚ ወርክሾፓት ክኸውን ከሎ ዓሰርተ ሰብ ዓሰርተ ክልተ ሰብ ሒዝካ ወርክሾፕ ክትገብር ትደሊ ከለካ ኣብዚኣ ንገብረ ኣለኹ ብፍላይ ስራሕ ስኢኖም ሰባት መፁ ሞኒ ንስራሕ ክረኽቡ ዝኽእሉ ሬዲ ዝኾኑ ሰባት ምስ ኣሎ ቅድሚ ናብ ስራሕ ምእታዎም ሰለስተ ኣርባዕተ መዓልቲ ገይሮም ኣብዚኣ ትሬን ገብሮም ስልጣን ሃቦም ንምንታይ ምስ ከድካስ ክትዕወት ክትክእል ኣለካ ምእንታን ንካልኦት ሰባት ክቕበሉ ምእንታን እዚኣ ኢሎም ትሬኒንግ ሓደ

ሐራይ ንሓወይ እዚ ቦታታት ከምዚ ከተርእየና ዝጸናሕካ ቁሩብ ተይመብርህ ምደለና ኣብቲ ናይ ስራሕ ድበልካና ኣብቲ ናይ ኣይቲ ጆብ ፕሌስመንት ከመይ መስለኪ ሳረና ሰራሕተኛ ናብ ስራሕ ምርኻብ እዩ ምሽ ሰራሕተኛ ናብ ስራሕ ምርኻብ ኩላትና በብእጃምናስ ስራሕ ኣብ ምድላይ ዓዲ ባዓልና ኩሉ ሰብ ይገብር እዩ ዋላ ንስኹን ኣምሹር ትገብሪ ኢኺ ወይ ከዓ ሰባት ሓቲ ከለኺ ኩላትና ምሽ ክትመፅእ ከለኻሲ ናይ ግድን እግርኻ ትረግፅ ትደሊ ኢኻ ስራሕ ትደሊ እቲ ዝኸበደ ነገር ሕራይ መጀመርያ ስራሕ ትረክብ እሞ ኣብ ዝተወሰነ ስራሕ እግሪ መትከሊ ትረክብ ኢኻ። ገዛ ክራይ መኽፈሊ ድዩ ቀለብ ድዩ ገለ ድዩ ዝረክብ ረክብ ዘይረኸበ ከዓ ኣብ ምድላይ ይርከብ እዚ ይግበር እዩ ብድሕሪኡ እቲ ስራሕ ምስ ረኸብክዮ ቀሲንኪ ዶ ትነብሪ ብኡ ኣድቫንስ ትገብር ድሕር ኮንካ ናብ ካልኣይ ሳልሳይ ደረጃ ትሰጋገር ድሕር ኮንካ ሕጂ ስቲል ኮኔክሽን የድልየካ ብዙሕ ስራሕ የድልየካ እዩ እዚ ብጣዕሚ ኣብ ሓደ እዋን ሰብ ክዛረቦ ዝሰምዖ ነገር ኣሎ እዚ ዓዲ ሲ ግድነት ብኔትወርክ ጥራይ ዝሰርሕ ብሰበይ ሰብካ ጥራይ እዛ ኣብ ሳልሳይ ዓለም ከማን ዘይተገብረስ ብሰበይ ሰብካ ጥራሕ ስራሕ እዩ ትበሃል ወል እዚ ዓዲ ሚእቲ ፐርሰንት ብሰበይ ሰብካ እዩ ዝሰርሕ እንታይ ኮኔክሽን ሓቂ የለካ ሃንድረድ ፐርሰንት ኦኬ ሰበይ ሰብካ ቅድም ዝፈልጠካ ሰብ እንድሕር ኣሎ የእትወካ እንድሕር ተሳኢኑ ካብ ደገ ትመፅእ ከምኣ እያ እታ ስራሕ ንምንታይሲ እቲ ዝዋሃበካ ሓላፍነት እቲ ዝዋሃበካ ትሕዞ ዘለካ እንድሕር 15 ወይ 20 ዶላር ንሰዓት ዝኸፍለካ እንድሕር ኣሎ ሪስክ ክወስድ ኣይደልይን እቲ ሰብ ርግፀኛ ኢና ይኽእሎ እዩ ነዚ ስራሕ ተባሂሉ ክሕበር ከሎ ንዑ ቀልጢፉ የእትዩስ ናብ ስራሕ ከእትዎ ደሊ ኣብ ክንዲ ሓድሽ ሰብ ኣምፅኡ ዘይፈልጦ ባህሪ ገለ ካብ ዝገብርሲ ብሰበሰብ ከምፅእ ይኽኣሉ ስለዚ ሚእቲ ፐርሰንት ድሕር ተኻኢሉ ሰብ ብሰበሰብካ እዩ ዳስዋይ ኔትወርክ ዝፍጠር ኤሪትሪያን ፕሮፌሽናል ሜንተርሺፕ ኔትወርክ ኣሎ ኣብ ቶሮንቶ ሕጂ ብጣዕሚ ደስ ዝብለካ ኣብ ቶሮንቶ እዩ ግን ሰራሕተኛና ስራሕን ክራኸቡ ምእንታን ሕብረት እናፈጠሩ ጌት ቱጌዘር እናገበሩ ገለ ገብሩ እዮም ሕጂ እዚ ብጣዕሚ ፅቡቅ ነገር ሃቦት ስራሕ ኢሉ ሰብ ዝረኽበልካ ስራሕ ዝደልየልካ ሰብ ኮፍ ኢሉ ስርሑ ኮይኑ ኮፍ ኢሉ ስራሕ ረኪቡ ከራኽበካ ዝኽእል ተዝህሉ ሕጂ እዚኣ እታ ፕሌስመንት ኤጀንሲ ማለት ሰራሕ ደልዩ ስርሑ ኮይኑ ነንዶ ከምዚ ለሚንካዮ በጃኻ ስራሕሊ ስራሕ ድለየለ ኢልካዮ ዘይኮነስ ስርሑ ኮይኑ ሙሉእ መዓልቲ ስራሕ ክደልዩ እዩ ከምኡ ዓይነት ፈቲና ኣብ ዝሓለፈ ዓመት እዩ ከፊቶ መባዕል ተኽልሽ ተኸፊቱ ግን ኦፕሬት ዝገብረ ሰብ ኣይተረኽበን ርከ ንሕና ኦሬዲ ነናትና ስራሕ ኣለና ተኽልሽ ኣብ ኣይቲ እዩ ዝነጥፍ ጄፒ ኣብ ኣካውንቲንግ እዩ ዝሰርሕ ኢሚግሬሽን ዝሰርሑ ሰባት ናይ ኢሚግሬሽን ክኢላታት ኣለዉ ላይሰንስ ክኢላታት ኣለዉ ንሶም ይሰርሑ ንሕና ከዓ ኣነ ኣብ ላይፍ ኢንሹራንስን ኣብ ኢንቨስትመንትን ኣብ ካሊእ ቦታ ቤት ፅሕፈተይ ናት ኣብ ሙሉእ ሙሉእ መዓልቲ ስራሕ ኣለኒ ምስ ሰባትና ኮይንና ንሰርሕ ፎከስድ ኮይኑ ኣብኡ ዝሰርሕ ሰብ ኣይተረኽበን ሕጂ ግን ኦልሬዲ ሰብ ተረኪቡ ኮፍ ኢሎም ንሱ ሰርሑ ውዕሉ ኣለዉ ንምንታይ እቲ ቀንዲ እቲ ሽግር እናበዝሓ ክኸይድ ከሎ ናይ ግድን ከዓኒ ሶሉሽን ክመፅእ ኣለዎ እዚኣ ኣብ ኣስራሕን ሰራሕተኛ ክልተ ነገር ሕጂ ዝብላ እንታዮ እቲ ስራሕ ምድላይ ንሶም ክሰርሑ ብጣዕሚ ፑሽ ንገብሮም ኢንካሬጅ ንገብሮም ኢና እቲ ክሰርሕ ዝደሊ ሰብ ከዓ ብቕዓቱ እናመሓሸ ክመፅእ ቋንቁ እናመሓሸ ክመፅእ ክእለቱ እናመሓሸ ልክ ከምቲ ኣብ ኣፍሪቃ ቅድሚ ምፆም ከም ንምህሮ ትምህርቲ ነው ከም ኢና ንምህር ሕጂ ሽዱሽተ ወርሒ ሰባት ናብዚ ቅድሚ ምፆም ቋንቋኹም ኣመሓይሹ ክእለትኩም ኣጥሪኹም ምፅእ ንብሎም ኢና ምስ መፁ ናብዚ ቀሊል ክኾነሎም ምእንታ እሲ ንሱ ሕጂ እዚ ዓብ ጾር እምበር ተቃልሉ ኣለኹ ብጣዕሚ ምዃ በዚ ናይ ሕጂ ኣብ ሰዓት ዘሎ ሲ ኩሉ ሰብ ሰምዖ ኢኻ ኣይረኸብኩን ስራሕ ስራሕ ስኢነ ገለ ሓደ በዓል ሙያ ተቆጺሩ እንድሕር ደኣ ከምኡ ሽግርካ ከትሓልካ ዝዓበ ዕድል ዓብ ዕድል ዝኾነ ሰብ እሞ ንሳታ ናይ ጆብ ፕሌስመንት ማለት እዩ የስ ሓንቲ ካብትን ዘለና ክፋል ንሳ ኣይቲ ኣይቲ ገርመኪ ወል ምስ ቴክኖሎጂ ሕጂ ቴክኖሎጂ ብጣዕሚ ይንጨፈና እዩ ዘሎ ካብ ኢድና ወፃና እዩ ዘሎ እዎ ብጣዕሚ ይንጨፈና እዩ ዘሎ ምርካብ ኮስ ኢልና ኣይኖ ኣይኖ ሕጂ ነቲ ነቲ ኣይቲ እንተ- እንተይገድሰና ንኣብነት ብሓፂሩ በዛ ናትና ስራሕ ርእኪ ካብ ቀደም ጀሚሩ ነዚ ክንሰርሕ ንደሊ ግን እቲ ዋጋ ብጣዕሚ ኤክስፔንሲቭ ይኾነና እቶም ሰባት ከምዚኣ ናይ ኔትወርኪንግ ኢንቫይሮንመንት ክፀሩና ዝበልናዮም ኣይኸኣልናን ዳሕረቲ ክልሽ ምስ መጸ እዩ ኦኬ ንሱ ነዛ ትካል ምስ ከፈተ ከም ኣይቲ ፕሮፌሽናል ንዓና እንታይ ፕሮሚስ ኣትዩና ነቲ ቨርቹዋል ወርልድ ንሱ ሙሉእ ንሙሉእ ክሕዘልና ንሕና ከዓ ናትና ቲም ብሙሉእ ከዓ ኣብቲ ንሱ ዝሰርሖ ስራሕ ከዓ ቮለንቲር ንገብር ሕጂ እቲ መርበብ ንፈጥሮ ዘለና መርበብ እንታይ እዩ ኣብ ከተማኺ ዘሎ ማሕበረሰብ ኣብ ከተማኺ ዘሎ ንኣብነት ኣብ ካልጋሪ እንድሕር ኮይና ካልጋሪ ዘለዉ ክኢላታት እንድሕር ተፈሊጦም የማን ፀጋም ከይበልካ ከይበልካ ናትኪ ሰብ ወሲድኪ ፒክ ጌርኪ ተስርሒ ትኽእሊ ኢኺ እዚ ንሓድሕድና ርክባት ክንፈጥር ማለት እዩ ካልኣይ ነገር ሴሚናር እንድሕር ግበር ኮይኑ ናይ ሜንታል ኣብ ከባቢኻ እንታይ እንድሕር ተፈሊጡ ሰራሕተኛ እንድሕር ደሊኺ ንኣብነት ነዳቕ ኣይትደሊ ሕብሪ ዝለኸልካ ትደሊ ሪል ስቴት ኤጀንት ትደሊ ሞርጌጅ ብሮከር ዝገብረልካ ሰብ ትደሊ መን ኣሎ ገዛ ትገዝእ ምስ ደለካ ሞርጌጅ ብሮከር የድለየካ ሪል ስቴት የድለየካ ሕብሪ ዘተዓራሪ ሰብ የድለየካ መን ኣሎ ዝፈልጦ ትብል ከለካ ኣብታ ዌብሳይት ኣትካ ገና ፖስታል ኮድ ምስ ሃብካ ኣብ ጥቃካ ዘሎ ሪል ስቴት ተምፃልካ ሽም መሪፅካ ክትወስድ ትሕገዝ ማለት እዩ the same thing በቃ ኣብ ዝኾነ ሓበሻ ዘሎ ትረክብ እንድሕር ስኢንካ ሽዑ ናብ ካልእ ትኸይድ ማለት እዩ ስለዚ በብሙያ ካብ ፀጉሪ ምሻጥ ጀሚርካ ናይ ኮንስትራክሽን ድዩ ናይ ናይ ቤት መግብን ድኳናት ዘሎ ድዩ ኩሉ ዓይነት ዘሎ ፕሮፌሽን ኩሉ ዓይነት ዝስራሕ ዘበለ ኩሉ ኣብቲ ዌብሳይት ክኣቱ ንደልዩ ሕጂ ኣብ 2025 ሙሉእ ግዜ ዘጥፍኦ እንታይ ነይሩ ነቲ ማሕበረሰብ ዘሎ ኣብ ኣሜሪካን ካናዳን ዘሎ ህዝቢ መን እዩ እቲ ክኢላ ዘሎ ካብ ፌስቡክ ድዩ ካብ ቲክቶክ ካብ ዝተፈላለየ ፕላትፎርም ኮሌክት ምግባር ነይሩ ሕጂ መብዛሕትኦም ግሪን ላይት ሂቦም ሂቦምና ኣሎ ኣብቲ ዌብሳይት ክነእተው እቶም ዘይሃቡና ከዓ ብሕጂ እናተሓተቱ ኣብኡ ይኣትው ኣሎ ማለት እዩ ሕጂ ብታ ዌብሳይት ድሕር ተኣትዮም ሲ ክረኣዩ ይኽእሉ እዮም ይረኣዩ በቃ ኣብ ኣነ ጥቓ ከዓ ዝኾነ ድሕር ደኣ ደሊ ሰርቪስ ናብታ ዌብሳይት ምእታው ጥራሕ ይደልየ ሓበሻ ንሓበሻ እውን ስራሕ ንፋጣጠር ኣለና ማለት እዩ ንሕና ንባዕልና ስንደጋገፍ ኣለና ካብ ናብ ካልእ ንኸይድ ንስያ ትሕልሚ ሕጂ ሕጂ እታ እንዲ ደጋገፉ እዮም ክበሃል ከሎ ታሪክ ክንገብረ ኢና ኣብናትና ንሕና ይንደጋገፍ እናትብል ንሕና ንደጋገፍ ኢና ስለምንታይ እንድሕር ደልኺ ሕጂ እቲ ክኢላ ኣብኡ ዘሎ ፕሮፌሽናል ተዘይኮይኑ ወይ ኢሉ ፕሮፌሽናል ዘይኮኑ ተራእዩስ ክወፅ እዩ ማለት እዩ ፕሮፌሽናል ኮይኑ ኣብ ስርሑ ዝነጥፍ እንድሕር ኮይኑ ግን ማርኬት ክረክብ እዩ ናቱ ህዝቢ ክግልገል ክጅምር እዩ ስለዚ ከም ቀዳማይ ምርጫስ ናይ ባዕልካ ህዝቢ ኣብኡ ከም ዘለዋካ ይረአ ኣሎ ማለት እዩ እቲ ብዛዕዲ መፂኻ ሕጂ ድበዛ ሓበሻ ትኽኢሉ ናብ ፅሬት ኣቱ ናብ ገለ ናብ ገለ ምሽጦ ብሞያኻ እውን ኣብታ ዌብሳይት ሲ ስርሓሉ ዕድል እውን ክፍጠር እዩ ማለት እዩ ሰታ መደ ሰታ ዕላማ ሓበሻ ብሮዳ ብጣዕሚ ብጣዕሚ ዓበ ቪዥን ዓቢ ራእይ በቃ ዓቢ ራእዩ ሕጂ ዝተኣታቱ ዘሎ ከዓኒ እቶም ሰርቲፋይድ ዝኾኑ ንኣብነት ላይሰንስ ዘለዎም ሕጂ ፖስት ግበሩ ንሶም ከዓኒ ንኣብነት ሕብሪ ትለኪ እንድሕር ኮንካ ላይሰንስ ኣይድለየካን እዩ ናይ ኮርፖሬሽን ከድለየካ ክእል እዩ ግን ሕብሪ መፂኻ ስክእለት እንድሕር ኣለካ መፂ ሕብሪ ትለኸየለ ኢኻ ድራውሊኮ እንድሕር ኮይኑ ላባንዲኖ ከተዕርየለይ ላይሰንስ ኣይድለየካን እዩ ውሽጢ ከፊትካ ናይ ላይሰንስ ድ ሕጂ ናይ ፕላምቢንግ ላይሰንስ ድ ንሕተቶ እንታዩ ስጋብ ራብዓ ዓመት እንከለኹ መንደቕ ከፊተ ክሰርሕ ኣይፍቀደለይን ኣብ ደገ ደገ ዘለዎ ፅገናት ዝገብር ግን ፍቀደኒ እዩ እንድሕር ዳኣ መንደቕ ከፊትካ ክትዕሪ እንድሕር ኮንካ ላይሰንስ የድልየካ እቶም ከምኡ ላይሰንስ ዘለዎም ቬሪፋይድ ኢልና እውን ንጥቀሎም ኢና ላይሰንስ ኢልና ወይ ከዓ ሰርቲፋይድ ኢልና ኣብኡ ምልክት ንገብረሉ ሾክ ትወስዲ ከለኺ ዕብይ ዝበለ ስራሕ ተለኪ ነቶም ላይሰንስ ትወስዲ ጨጉሪ መሻጢት እንድሕር ከለር ክትገብር እንድሕር ኮይና ላይሰንስ ዘድልያ ትኮይኑ እተን ላይሰንስ ዘለዋ ጥራይ ትወስዲ ጀስት ክትምሽጠኪ ጥራይ ትኮይና ወይ ክተስታረኪ ጥራይ ትኮይኑ ግን ኮታስ ትኹን ትፈልጥኦ ንሕና ናይ እቲ ብዙሕ ብዙሕ ሪስክ ዘይብሉ ነገራት እንድሕር ክስራሕልካ ዝደሊ ሰባት እንተለካ ብጣኻ ዘሎ ፒክ ትገብር እንድሕር ደኣ ላይሰንስ ዝሓትት ተኾይኑ ግን ቬሪፋይድ ዝኾና ኣብኡ ላይሰንስ ዝብል ኣለካ ከምኡ እናገበርና ነቲ ነቲ ንማሕበረሰብ ንሓድሕዱ ኮኔክት ንገብሮ በብክእለትካ ሰብ ስራሕ ረክብ ማለት እዩ ኣይቲ ነዚኣ ትመስል ብጣዕሚ ዓብ ስራሕ ብጣዕሚ ዓቢ ስራሕ።
ምግረም እዩ ኒወዲ ኢለ ኣለኹ ያ ብጣዕሚ ዓቢ ስራሕ ኣበይ ኣበይ ነርኩም ሓበሻ ፕሮ ክሳብ ኣይ። ሕጂ ከይፈለጥኩም ኣለና
ኣለና ብሕጂ እውን ክንዕብዮ ኢና ብጣዕሚ ክንዕብዮ ኢና ብሕጂ እውን። ኣካውንቲንግ እ፣ ቁርስ ዘይትን ክከብለል ክፈትን ኣንታይ ኣካውንቲንግ ሲስተም እዩ ዝበቃ እቲ ዝዓበየ ኣብዚ ገዛ ዘሎ ዓወት ሲስተም እዩ ቴክኖሎጂ ኣለዎም ኦልሬዲ ጄፒ ሎቲ 20 ዓመት ቻርተርድ ኣካውንታንት ኮይኑ ሰሪሑ ኣሎ ፕሮፌሽናል ኣካውንታንት ኮይኑ ሰሪሑ ኣሎ እቲ ዘሎ ሽግራት ሕጂ ብጣዕሚ ክመፅእ ከሎ ዓበይቲ ፕሮብሌም ክመፅእ ከሎ ዓመታት ኮ ፋይል ዘይገበሩ ሰባት ኣሎ ዓመታት ፋይል ገይሮም ግን ከብዶም ሓቂፎም ዝኸዱ ክኢላታት ኣሎ ሕጂ ሰብ ትካላት ከብዶም ሓንቲ መዓልቲ ካናዳ ሬቨኒ ኤጀንሲ መፅዩ እስኪ ፋይል ካፈተለይ ተሎ ብጣዕሚ ኣብ ሽግር ዝኣትው ብዙሓት ሰባት ኣለዉ እዚ ነዚ ከይኸውን ምእንታን ብትክክል ፋይሎም ኣፃርዩ ክሕዘሎም ዝኽእል ሲስተም ክሬት ገይሩ ካብ መዓንትኡ ካብ መዓንትኡ ካብ ዜሮ ጀሚርካ መዓልቲ መዓልቲ ነቲ ናቶም ሲስተም ክሬት እናገበረ ፋይላቶም ድዩ ዶክመንታቶም ይሕዘሎም ታክሲ ተሰራሕ ትመፅእ ከለካ ኣብቲ ዓመት መወዳእታ ከይተጨናነቅካ ብዓሰርተ ሓሙሽተ ደቂቅ ታክሲካ ተሰሪሑ ጉድባይ ትበሃለሉ መገዲ ከምኡ ክሬት ገይርሎም ሕጂ ነቶም ኣካውንታንት ኢንትሮዲስ ገብሮም ኣሎ እቶም ክኢላ ዝኾኑ ኣካውንታንት ኢንትሮዲስ ገብሮም ኣሎ ክላይንት ክመፁ ከለዎ ከዓ ብፍላይ ትካላት ዘለዎም ሰባት እንድሕር ኮይኖም ኢዝሊ ስርሖም ይሰርሑ ኣለዉ ስለዚ ነቲ ሓንሳብ ሲስተም መሰጥኻ እቶም እቶም ንኣብነት ኣነ ትካል እንድሕር ኣለኒ ኮይኑ እቲ ምንቅስቓስ ናይ ትካለይ እታ ሲስተም ባዕላ ሬት ገይራ ክትልቃሕ ትኽእል ኢኻ ሕጂ ክሳብ ክንዲ ገንዘብ ትልቃሕ ትኽእሎ ኣለካ ኢላ ስሬት ትበካ ብጣዕሚ ሸና ባንክ ትኸይድ ሕጂ ባንክ ምስ ከድካ ዝሓቱኻ ሕቶታት ኣለዉ ከምዚ ለካ ድዩ ኣተወካ ወፃኢኻ ፀብፃብካ ገለ ክለካ ከሎ ኦልሬዲ ተሰሪሑ ኣለዉ ኦረዲ ተሰሪሑ ንስኻ ስራሕኻ ትሰርሕ ኣለኻ ተመሊስካ መፅኻ ፀብፃብ ከይሃብካ ከምዚ ግበርለይ ገለ ከይበልካ እቲ ሲስተም ኣውቶማቲካሊ በቲ ናይ መክፈሊ ማሽንካ ኣቢሉ በቲ ምስ ባንክ ዘለካ ሪሌሽን ኣቢሉ እታ ሲስተም ኦልሬዲ ሬዲ ገይራ ብሓንቲ ክሊክ ዶክመንትካ ኩሉ ውፅኢኻ ነቲ ባንክ ትበ ትኽእል ልቓሕ ደልየ ኣለኹ ክንዲ ዘለኒ ትብሎ ትኽእል ነዚ ዓይነት ሲስተም ሕጂ ደሪሎም ዘሎ ኢትስ ቨሪ ቢግ ሲስተም ብጣዕሚ ዓብዪ ብጣዕሚ። ሲስተም እዩ ሕጂ ኣብ ከምዚ ምስ መፀ እዩ ሽዑ ኦኬ ከም ኣካውንቲንግ በርከ ፈቲና ነርና ቅድሚ ሕጂ ኣካውንቲንግ ኣትዮም ፐርሰናል ኣካውንቲንግ ተሰሪሑ ነይሩ ሕጂ ግን ይነዋት ፕሮፌሽናሊ ክኢላ ዝኾነ ሰብ ፕላስ ክኢላ ዝኾነ ቴክኖሎጂ ሒዝካ ኣነ ክሳብ ሕጂ ከም ናይ ረኣኹን ኣለኹ ከምቲ ናይ ሲስተም ተገይሩ ዘሎ እዚ ኣንኣንኻ ከም ፋይናንሻል ክኢላ ከዓ ይምስጠንን ኣይ ብጣዕሚ ክላይንትና ክንሰዶም ከለና ተኣማሚንና ሕጂ ናተይ ክላይንት ተኣማሚነ ኬድኩም ታክሲ ኣስርሕሎም ክመፁ ከሎ መዓስ ንኣራሪ ስፒድ እዩ ንታክስ ፍሪ ድዩ ዋላ ገለ ዘድልዮም ነገራት ኩሉ ፍላይ ፍላይ ኣተዊ ፅቡቅ ኣተዊ ዘለዎም ሰባት እንተኮይኖም ብጣዕሚ ሰፖርት ይገብሩና እዮም ኣብዚ ክመፁ ከሎ ትክክል ስራሕ ምትሰርሕሎም ንፈልጥ ኢና ንሕና ከዓ ብግቡእ ኣገልግሎትና ከዓ ነገልግል ኣብ ካር ኢንሹራንስ ካር ኢንሹራንስ ኣይኮነን ዝግበር ኣብዚ ኣብዚ ተሓጋገዝቲ ጥራየን ዘለዋ ኮፍ ኢለን ኣለዎ ሰባት ኣለዉ ሰባት ክመፁ ከለዉ እንድሕር ደኣሊ ዝሕግዘካ ሰብ እንድሕር ስኢንካ ዘተርጉመልካ ሰብ እንድሕር ስኢንካ ሞት ቋንቋ እንድሕር ዘይተረዲእካ እንተኾነ ናይ ናትና ኣድቫይስ እንታይ እዩ ዳይረክትሊ ነቶም ኢንሹራንስ ካምፓኒ ደው ኢልኩም ረኸብዎም ባዕልኻ ትሰርሖ ስለ ትኽእል ምስቲ ኤጀንት ተራኽብካ ትሰርሖ ስለ ትኽእል ግን ኣብቲ ኮሚኒኬሽን ግን ዝሓፅሮም ሰባት ኣለዉ ፕላስ ኣብ ክልተ ሰለስተ ቦታ ምሃድ ከኣ ዝኸብዶም ሰባት ኣለዉ ስለዚ መፂኦም እዚኣ ኮፍ ኢሎም ኣለዉ ሰባት ንሰዓት ዝተወሰነት ገንዘብ ትኸፍሎም ኮፍ ኢሎም ኣብ ክንዳኻ ኮይኖም ምሳኻ ንስኻ ኮፍ ኣብ ዝበልካሉ ኮሙኒኬት ጌሮም እንታይ ከም ዝበለት ይነግሩኻ ኣብ ኣበየናይ ትካል እንድሕር ከይድካ ኮንዲሽን ናትካ ትነግሮም ኣለኻ ኦልሬዲ ምስ ኤጀንት ኣራኺቦም እቲ ኤጀንት ንዓኻ ክሰርሓልካ እዚ ሓገዝቲ እዮም ዘለዋ ሕጂ ኣብ ማእኸል ኮይነን ሓገዝቲ ኣብ ትርጉም እዮም ዝሕግዛኻ ዘለዋ እምበሪ ኣድቫይዘር ኣይኮነን ንካር ኢንሹራንስ ዝምልከት ኣብ ላይፍ ኢንሹራንስ ዝምልከት የስ ኣማኸርቲ ኢና። ላይፍ ኢንሹራንስ ዝምልከት ከምዚ ዝበልኩኺ ኣብዚ ጥራይ ኣብ ካልጋሪ ጥራይ ዘይኮነ ኣብ ሙሉእ ኣሜሪካን ካናዳን ዘለና ናይ ቲም ኤክሰለንስ ኣብ ኤክስፔሪየር ፋይናንሻል ግሩፕ ንሰርሕ ናይ ፋይናንስ ክኢላታት ኢና ኩላትና። ብፍላይ ላይፍ ኢንሹራንስ ናይ ቆልዑ ናይ ትምህርቲ ገንዘብ ዝቕመጥ RRSP ታክስ ፍሪ ሴቪንግ ኣካውንት እዚዩ ሕጂ ናተይ ኣነን ቲመይን ብምሉእና ስራሕና ቀንዲ ስራሕና ንሱ እዩ። ኣብ ኩለን ከተማታት ናይ ካናዳ ኣለና። ኣብ ኣሜሪካ ኣለና ብዙሕ ከተማታት ኣብ ዝበዝሕ ከተማታት ኣለና እቶም ሴሚናር ክነዳሉ ከለና ዘዳሉና ሕጂ እቶም ብቐንዱ ዘዳሉና እዞም ናይ ፋይናንሻል ክኢላታት እዮም ኣብቲ ከተማ ዘሎ ክኢላታት ዓዲሞም ናይ ሜንታል ሄልዝ ናይ ሪል ስቴት ኤጀንት ናይ ሰብ ዓቢ ቢዝነስ ራን ዝገብር ሰባት ክኢላታት ዝኾኑ ተጠመቲ ሰባት ድሕር ኣሎ ኣብነት ክኾኑ ምእንታን ነቲ ማሕበረሰብ ወሲዶም ንሶም ሴሚናር ገብሩ ዘዋሃዱና ሕጂ እዞም ናይ ፋይናንስ ክኢላታት እዮም ዘመክሑ ክኢላት እዮም ዘለውና ባይዘወይ ከም ሓበሻ ብጣዕሚ ዘመክሑ ሰንበት ሰንበት ከየቋረፁ ብትግርኛን ብኣምሓርኛን ክላስ ይምህሩና እዮም ቃላት ዝሓፅረኒ ኣብቲ ናይ ፋይናንስ ክእለት ዘሎ ክሪኦ ከለኩ ብጣዕሚ ቃላት ዝሓፅረኒ ካብ በጀት ምሓዝ ክሬዲት ካርድ ክሬዲት ሂስትሪ ናይ ገዛ ትገዝእ እንድሕር ኮይንካ ኣብ ልቓሕ ከይትኣቱ ከይትሽገር ዝገብረካ ፈርስት ሆም ሴቪንግ ኣካውንት፣ RRSP፣ ታክስ ፍሪ ሴቪንግ ኣካውንት ዝበሃል ነገራት፣ ኢንሹራንስ እንታይ እዩ ብዲቴል፣ ስቶክ ማርኬት እንታይ እዩ፣ ኢንቨስትመንት እንታይ እዩ ብዲቴል ናይ 20 ሰዓት ኮርስ እዮም ዝመሃሩካ ከይተሓለሉ ካብ 220 ጀሚርና ስጋብ ሕጂ ኣይቋረፅና ኤቭሪ ሰንደይ ሰንበት ሰንበት ንሽዱሽተ ሰሙን ሽዱሽተ ሰሙን ክላስ ኢና ሕጂ እዞም ቮለንቲር ዝገብሩ ዘሎ ኤጌን መን እዮም እቶም ናይ ፋይናንስ ክኢላታት እዮም ስራሖም እዩ ከዓኒ ክኢላታት እዮም ኣብኡ እዮም ዝነብሩ ዘለዉ ሙሉ መዓልቲ ነቲ ህዝቢ ብትምህርቲ የጠምቆ ወፅያ ማለት እዩ ህዝቢ እምሃር ኣብ ገዛ ገዛ ክንኣቱ ከለና ብዙሕ ሕቶታት ስለ ዘሎ ነቲ ሕቶታት ከዓ ምስ ሓበሻ ፕሮፌሽናልስ ኮይና ከዓኒ ንሕና ዘይንኽእሎ ነገር ናብ ሓበሻ ፕሮፌሽናል ሰደሎ ሓበሻ ፕሮፌሽናል ሶሉሽን ይህቡና ስ ብዛዕባ ኢንሹራንስ ዝሰርሐ ስራሕ ካልእ ተወሳኺ እንታይ ኢኹም ትገብሩ ካልእ ተወሳኺ ኣሎ እዚ እውን እኮ ብጣዕሚ ብዙሕ ሳሮን ብጣዕሚ ብዙሕ እምበር ዓል ግን ሓበሻ ፕሮ ከምዚ ድሪኦ ዘለኹ ኣብዚ ድውዳእ ኣይመስለንን ብጣዕሚ ብዙሕ እዩ መደባት ኣሎ ብዙሕ መደባት ኣሎ ግን ኦንሊ ታይም ንገብሮ መዓስ እዩ ኣብቲ ሒዝናዮ ዘለና እናተዓወተ እንድሕር ከይዱ ንምንታይ ብዙሕ ክንሰፍሕ ዘለና እንታይ እዩ በርከ ክኢላታት ኣሎና ዘይተኣደነ ብዝሒ ዘለዎም ክኢላታት ኣሎና ሊስታ ከፊተ ተዘርእኪ ትስንብዲ ኢኺ ዘይተኣደነ ክእለት ዘለዎም ብዙሕ ሰብ ፀጋ ኣሎ ብዙሕ ሰብ ክእለት ኣሎ ሰብ ጥበብ ኣሎና ብጣዕሚ ብዙሕ ዝኾኑ ክኢላታት ኣሎና ፕላትፎርም ጥራይ እዮም ዝደልዩ እቲ ኣገልግሎቶም ከርእዩሉ ዝደልዩ ፕላትፎርም እዮም ዝደልዩ ማለት እንታይ ማለት እዩ ኦረዲ ዕውታት እዮም ብነብሶም ግን ምፃሞስ ከም ምስቲ ህዝቢ ከዓ ሸር ግበሮ ትብሎም ድሕር ኮንካ ሴፍ ዝኾነ ድሕነቱ ዝተሓለወ ኣብ ፖለቲካ ኣብ ሃይማኖት ገለገለ የእቲኻ ከምዚ ሓራስ ዘይገብሮም ኢንቫይሮመንት እንድሕር ሂብካዮም እዚኦም ሰባት እዚኦም ፀግኦም ኣምፂኦም ነቲ ህዝቢ ከማቕልዎ ድሉዋት እዮም። ክእለቶም ፍልጠቶም ከማቕልዎ ድሉዋት እዮም። ማዕፆም ትካላት ዘለዎ ከሎ ማዕለያ ዘይብሉ ትካላት ዘለዎም ሓበሻ ብዙሕ ሰራሕተኛ ዘይትርእሉ ትካላት እኮ ኣሎ። ንምንታይ ኣብቲ ብቕዓት ክደሊ ከለካ ክፍኣት ኣይኮነን ካልእ ኣይኮነን ኣብ ቢዝነስ እዮም ዘለዉ ኣብ ስራሕ እዮም ዘለዉ ማዕፆም ክኸፍቱልና እንድሕር ኮይኖም ንሕና ከዓ ስታንዳርድና ሒዝና ክንመፅእ ኣለና ከም ህዝቢ ስታንዳርድና ክብ ተይሉ ክንራኸቦም ኢና ቦትኦም ክንመፅእ ኢና ሕጂ ሽዑ ማዕፆ ክኸፍቱልና እዮም ነቲ ህዝቢ ከዓኒ ናይ ስራሕ ዕድል ድዩ ናይ ናይ ካሊእ ነገር ክፍጠር እዩ ልዕሊ ኩሉ ግን ሳሮና ክንደይ ደቂ ክንደይ ደቂ ዕድሚኦም ክንደይ ሓሙሽተን ሰለስተን ሓሙሽተን ሰለስተን ወዲ ሰለስተ ዓመት ድሕሪ ዓሰርተ ሓሙሽተ ዓመት ወዲ ዓሰርተ ሸሞንተ ዓመት ክኸውን እዩ ወዲ ዓሰርተ ሸሞንተ ዓመት ምስ ኮነ ብዛዕባ ኤርትራውያን እንታይ ክብል ትደልዩ?
ፕራውድ ኮይኑ ስትሮንግ ኮሚኒቲ ኣለኒ ክብል ኣነ ንስኽን ዶ መዓልቲ እዚ ሃኒፅናዮ ከምኡ ይብልን ስትሮንግ ዝኾነ ክኢላታት ኔትወርክ ዘለዎ ክእለት ዘለዎ ጥበብ ዘለዎ ሴፍ ዝኾነ እንድሕር ስራሕ እንድሕር ተሸጊርካ ወይ ከዓ ትምህርቲ እንድሕር ደለኻሲ ከም ኣብነት ክጥቀሱ ዝኽእሉ ሰባት ዘለዎ ማሕበረሰብ ኣለኒ ኢሉ ክምካሕ እንድሕር ትደልዮ ኮንኪ ይንኣስ ይዕበይ ዘለኪ ኮንትሪቢሽን ዘለኪ ኣስተዋፅኦ ሎማዓንቲ ይግበር ዘሎ እቶም ፋይናንሻል ክኢላታት ዝኾንና ኩላትና ዝተሰማዕናዮ ሓደ ነገር እምበኣር ብዘይገድስ ገለ ሰባት ንገለ ብለካ ገለ ከውርደካ ደሊ ገለ ንጎኒ ሰደካ ደሊ ብዘይገድስ ሓንቲ እያ ግን እታ ትሕዝቶና ድሕሪ ዓሰርተ ዓመት ሲ ከም ማሕበረሰብ እቶም ክቡራት ማሕበረሰብ ኮይና ክንርከብ ኣብዚኣ ኣሜሪካን ካናዳን ኣብ ዘሎ ክቡራት ዝተፈተናን ዝተፈራሕናን ዳኣ ክንከውን እምበሪ ከም ኣብ ቤት ማእሰርቲ ትእሰር ኢኻ ናይ ፅሬት ጥራይ ኢኻ ትሰርሕ ገለገለ ዝብል ዝወደቐ ነገራት ገዲፍና ናብ ዝለዓል ነገር ህዝብና ክነደይቦ ተኮይንና ኢደ ኢድ ከልና ሲ ኣእጀና ክንበርክት ኣለና እዚ ናይ ሓበሻ ብሮ ራእይ ብጣዕሚ ዓብ ራእይ በቃ ሓቂ ዘረባ ከም ኮሚኒቲ ንሕና ሕጂ ሕንቕ ኢልና ኮይኑ ይስምዓኒ ምሽ ምክንያቱ ሳብ ዝዓዲ ክመፅ ከናስ ህንዲ ክንሪኦም ከናስ ዋው ገሊና ከም ሓበሻ ግን ብዙሕ ኣይኮነ እዚ ኣይድያ ከዓ ብጣዕሚ ምሻሉ ሰናይ ሓሳብ እዩ ቅድሚ መደበይ መወዳእይ ሓንቲ ሕቶ ሓተካ ኣብ ካናዳን ኣሜሪካን ኣሎ ኢልካኒ ሕጂ ኣብ ኩለን ከተማታት ጨናፍር ኣለውኹም ማለት ድዩ ዋላ ሕጂ ሓበሻ ፕሮ ንኣብነት ቶሮንቶ ኮይኑ ክረክበኩም ድሕር ደልየ እንታይ ይድገም?
እቲ ፅቡቕ ነገር ከምዚ እዩ ብመሰረት ሓበሻ ፕሮ ተባሂሉ ክኽፈት ከሎ በየናይ ትብዓት ተኸፊቱ ተልክነ በዞም ፋይናንሻል ክኢላታት ትብዓት ተኸፊቱ ንምንታይ ከም ህዝቢ ኣብ ኖርዝ ኣሜሪካ ሙሉእ ፅልዋ ክንፈጥር ኢና ትብል ድሕር ኮንካ ብውልቂ ዘሌትካ ትዕንድር እምበር ኣብዚ ኣይትበፅሕን ኢኻ መን እዩ ሕጂ የማናይ ኢድ ኮይኑ ንኩላ ትምልከት ሓሳብ ምስ ተላዕለ ተኽልሽ መፂኡ ሓራይ ትካል ንገብርና ዝበለ ዮናስ ምስ መፀ ምስ ተዋሃድሞ ልክዕ ኣብቲ ቨርቹዋል ዓለም መጀመርያ ክሕግዙና ምስ ጀመሩ ምስቶም ፋይናንሻል ክኢላታት ተኣኪብና ልስን ኣብ ኢድና ዘሎ ህዝቢ ኣለና እንተዋሓደ እንተዋሓደ ሲ ንጎ ንጎ ከድና ኮሚኒኬት ንገብሮ ህዝቢ ኣለና ነዚ ህዝቢ እዚ ከም ጊቭ ባክ ክጅምር ከለዎ ኳ ኣብቲ ፋይናንስ ክትሰርሓልና ናትና ክላይንት ኮ መብዛሕትኡ ግዜ ናይ ሓበሻ ክላይንት ናብ ሓበሻ ክይድ ናይ ፃዕዳ ናብ ፃዕዳ ናይ ፀሊም ናብ ፀሊም ክይድ መብዛሕትኡ ግዜ ዋላ እኳ ኩሉ ይኹን ክላይንት ናትና ዝበዝሕ ክላይንትናትና ግን ዝሓበሻ እዩ ስለዚ ጊፍት ዘይንህብ ንሕና ግዜ ሂብና ካብ ርእስና ዘይንዋስ ኣብዚኣ ተባሂልና ኤቨሪባዲ ኣግሪድ ዋላ ሓደ ሰብ ኩሉ ሰብ ብፀጋ እዩ ተቐቢሎ ስለዚ በብ እጃምና በብ ቦታና ንገብሮ ነገር ኣሎ ማለት እዩ ስለዚ ነዛ ነዛ ኣብቲ ቨርቹዋል መጀመርያት ዌብሳይት ተሰሪሑ ገለ ምስ ተወድአ ሽለት ታሽ እዚኣ ምስ ሓዘ እንታይና ጌርና ኦኬ በብ ዘለናዮ ከተማ ኣምባሳደራት ናይታ ናይታ ከተማ ማለት እዩ እንድሕር ዳ ሕቶ እንድሕር ኣሎ ኮይኑ ንስኻ ክትሓታቲ እንድሕር እንድሕር ሓትክኒ ኸ- ዝኾነ ከተማ ሕተትኒ መን ኣሎ ተልክኒ ወይ ኣብታ ውሽጢ ከተማ ዘሎ ወይ ኣብ ጥቓ ከተማ ዘሎ ክኢላ ንስኡ ትውዕልኪ ክሳብ ክንዶ ኤክስተንድድ ኮይና ኣላ ኦ፣ ብርቂ ዓሰርተ ዓመትና ሰሪሕና ይኮ እዚ ገና ሕጂ ኮና ጀሚርና እቲ እቲ እቲ ቀ- ናይ ፋይናንስ ስራሕ ነዊሕና ሰሪሕና ኣሎ እዚኦም ሰባት እዚኦም እዮም ሕጂ ብምልኦም ኢደ ኢድካ ኢሎም ኣብቲ ከተመኦም ዘሎ ነቲ ነቲ ሴሚናራት ዝግበር ከሎ ገለ ነገራት ክግበር ከሎ ንሶም እዮም ዝሰርሑ ገር መኪነታ ዌብሳይት ተሰሪሐ ምስ ወደት ኣነ ከም ሓሳብ ኣምፅያ ኣሎ ተኽልሽ ከም ክኢላ ሰሪሕዋ ኣሎ ብምሉእ ዲዛይን ግን እዞም ፋይናንሻል ክኢላታት እዮም ሰሪሖም እንታይ ንሶም እዮም እንታይ ከም ዘድሊ ኣብቲ ማሕበረሰቦም እንታይ ከም ዘድሊ ዝፈልጡ ንሶም እዮም ዝሃብዎ ኢንፑት ብምሉእ ብናቶም ኢንፎርሜሽን እታ ዌብሳይት ተሰሪሓ ንዖም ንከባቢኦም ክተገልግል ከም ትኽእል ስለዚ የስ ኣብ ኩሉ ከተማ ኣለና ብሓጎስ and proudly ማለት እዩ። ኣብ ኩሉሲ ከይድና ዲና ክንበፅሕ ዋላ ብዌብሳይት ዌብሳይት ኣሎ ሓቂ ብኣካል ትረኽብሉ ዌብሳይት ዋ ዌብሳይት ኣብ ኩሉ ኣለና ሓብሻ ኣብ ሓበሻ ፕሮ ኣብ ኩሉ ኣለና ሕጂ እውን ገና ኤክስቴንድ ንገብሮ ኣለና ብኣካል ንምብፃሕ እንድሕር ኮይኑ ሓንቲ ስቴት እንድሕር ነጊርክኒ ወይ ከዓ ሓንቲ ፕሮቪንስ እንድሕር ነጊርክኒ ንኣብነት ኣብ ኣልበርታ ጥራይ ልዕሊ ዒስራ ሰባት ኣለና ኣብ ኤድመንተን ጥራይ ልዕሊ ዒስራ ሰባት ኣለና። ከምኡ እንድሕር ሓትክኒ በብቦትኡ እንድሕር ሓትክኒሲ ኣብ ሬድዲር ሰብ የብልናን። ሬድዲር ማለት ኣብ መንጎ ካልጋሪን ኤድመንተንን ዘላ ከተማ እያ። ካልጋሪ ብዙሕ ሰብ ኣለና፣ ኤድመንተን ብዙሕ ሰብ ኣለና። ኣብ ሬድዲር እንድሕር ደልክሲ ሓደ ሰብ መፂኡ ከገልግለክ ይኽእል እዩ። ኣብ ቀረባ ስለ ዝኾነ ልክዕ ከምኡ ማለት እዩ። ኣብ ሌዝብሪጅ ኣለና፣ ኣብዚ ኣልበርታ ጥራይ። ኣብ ነፍሲ ወከፍ ከተማታት እንድሕር ደልኺ ወይ ኣብ ጥቓኡ ዘሎ ሰብ ኣለና ወይ ካብታ ከተማ ዝነብር ሰብ ኣለና። ስለዚ የስ
ኣብታ ዌብሳይት ኣትዮም ኣፖይንትመንት ይሓዙ ተወዲኻ ኣትኻ ኣፖይንትመንት ምሓዝ ጥራይ ተዘሎ ካሊእ ፅቡቅ ነገር ኣብታ ዌብሳይት ቻት ኣላታ ኣብታ ቻት ልክ ኣብታ ዌብሳይት ኣብ ኮርነር ቻት ኣላታ እዛ ክሊክ ጌርካ ድሌትካ እንድሕር ፅሒፍካ ኣብ ጥቓኻ ዘሎ ኣድቫይዘር ኣሳይን ይግበረልካ ሓገዝ ትረክብ ማለት እዩ
ሓራይ ክቡራ ተዓዘብትና መደብና ናብ መወዳእ ገፅና ኢና ከም ሓበሻ ኮሚኒቲ ኢድ ንኢድ ተተሓሒዝና ኮላብሬት ጌርና ኢና ክንዓቢ ንኽእል እሞ ብምሉኣትና ናብ ሓበሻ ፕሮ ጆይን ክንገብር ብክብሪ ዕድመኩም መደበይ ዳወዳእኩ እየ